ኣብ ትያትራ ዝነበረት ማሕበር እንትንትነሉን ድህስሰሉን መዓልቲ እዩ። እዚ ትያትራ ኣብ ምዕራፍ ክልተ ካብ ቁጽሪ ዓሰርተ ሸሞንተ ስጋብ ዕስራን ትሽዓተን ተዘርዝዩ ዘሎ ጥቕስታት ድሽፍን ኮይኑ ብዛዕባ እቲ ኣወንታውን ኣሉታውን ናይታ ማሕበር ቅድሚ ምዝራምና ካብቲ ተጻሒፉ ዘሎ ተበጊስና ክንዛረብ ክንፍትን ኢና'ሞ ቅድሚኡ ግን ከንቡበ። እቲ ናይ እግዚኣብሔር ቃል ካብ ራእይ ዮሐንስ ምዕራፍ ክልተ ካብ ዓሰርተ ሸሞንተ ስጋብ ዕስራን ትሽዓተን ዘሎ ከምዚ ይብል እቲ ከም ሃልሃልታ ሓዊ ዝኾነ ኣዒንቲ ዘለዎኦ ኣእጋር እውን ዘንጸባርቃ ስራዚ ሊባኖስ ዝመስል ወዲ ኣምላኽ ከምዚ ይብል ኣሎ ግብርኻን ፍቕርኻን እምነትካን ኣገልግሎትካን ትዕግስትኻን ነቲ ቀዳማይ እውን ነቲ ግብርኻ እውን ካብ ቀዳማዩ ዳሕራዩ ከም ዝበዝሕ እፈልጥ ኣለኹ ግናኸ ነታ ነቢት እየ እናበለትሲ ነቶም ኣገልገልተይ ክምንዝሩ፣ ንውታዖታት ተሰውኦኤ ክበልዑ እትምህሮምን እተስሕቶምን ዘላ ኤዛቤል፣ ነታ ሰበይቲ እቲኣ ስቕ ኢልካ ብምርኣይካ ረኺበልካ ኣለኹ። ምእንቲ ክትናሳሕ ኢሌ ጊዜ ሂበያ፣ ንሳ ግና ካብቲ ምንዝርናኣ ክትናሳሕ ኣይደለየትን። እነሆ ኣነ ኣብ ዓራት ሕማም ከውድቓ እየ፣ ነቶም ምስኣ ዝምዝዙሙ ኸኣ ካብቲ ግብራ እንተ ዘይተናስሑ፣ ናብ ብርቱዕ ጸበባ ከእትዎም እየ፣ ንደቃውን ብሞት ክቐጽዖም እየ። ኣነ ልብን ኰላሊትን ዝምርምር ምዃነይ ከኣ ብዘሎ ማሕበራት ክፈልጣ እየን። ንነፍሲ ወከፎም ከከም ግብሮም ክህቦም እየ። ካብ ዒንካ ኣብ ትያትራ ንዘለኹም ኵልኻትኩም ካልኦት ግና፣ ነቲ መዓሙቕ ሰይጣን ከመዩ ንሳቶም ዝብልዎ ዘይፈለጥኩምዎ፣ እዚ ምህሮ እዚ ንዘይብልኩም ንኣኻትኩም ካልእ ጾር ኣይጽረኩምን እየ እብለኩም ኣለኹም ክሳዕ ዝመጽእ ግዳ ነቲ ዘለኩም ኣጽኒዕኹም ሓዝዎ ነቲ ዝስዕር ክሳዕ መወዳእታ ግብረይ ዝሕሉን ከምቲ ኣነ ኻብ ኣቦይ እተቐበልክዎ ኣብ ልዕሊ እቶም ኣህዛብ ከሰልጥኖ እየ ከምቲ ኣቕሓ መሬት ዝሰባብር ገይሩ ንሱ ብበትሪ ሓጺን ክጓስዮም እዩ ኮኾብ ጽባሕ እውን ክሁበ'የ ይብል እቲ ቃል። እዚ ነታ ኣብ ትያትራ ዝነበረት ማሕበር እቲ መልኣኽ ካብ ጎይታ የሱስ ክርስቶስ ዝተቐበሎ መልእኽቲ ንዮሃንስ ዘቐበሎ ዮሃንስ ድማ ነቲ ኣብ ትያትራ ዝነበረ ናይታ ማሕበር መልኣኽ ከም ዝለኣኸሉ እሞ እቲ መሰማዕታ ጸቡቕን ማለት ኣውንታውን ኣሉታውን ጎንታት ዝሓዘለ መልእኽቲ እዩ። ኣዝዩ ዝነውሐ ዝተዛረባ ማሕበር ትያትራ እያ። ስለዚ እዛ ትያትራ እዚኣ ኣብ ግብረ ሃዋርያት ኣብ ምዕራፍ ዓሰርተ ሸሞንተ ዓሰርተ ሸውዓተ ዓሰርተ ሽዱሽተ እባ ክብል እየ ኣብ ዓሰርተ ሽዱሽተ ንረኽባ ማሕበር እያ ነዛ ማሕበር እዚኣ ካብቲ ተገለጸላ ጎይታ የሱስ ክርስቶስ ሓደ እንታይ እዩ ከም ሃልሃል ተሓዊ ዝኾነ ዓይንቲ ዘለዎ ኣእጋሩ ዘንፀባርቕ ኣስራዚ ሊባኖስ ዝመስል ወዲ ኣምላኽ ይመስል ዝብል እዩ የዒንቱ ኣዝየን ፅሩያት ንቑሓት ንዝተሓብአ ዘበለ ኩሉ ዝርኣ ነቲ ዝተሓብአ ዝተደጎለ ዝተዓቑረ ሓጢኣት ኣውፅኡ ድማ ከዓ በስትራዚ ሊባኖስ ዝመስል በእጋሩ ገይሩ ድማ ከዓ ፍርዲ ዝፈርድን ዝጭፍልቕን ፍርዱ ኣብ ኢዱ ዝኾነ ጎይታ የሱስ ክርስቶስ እዩ ድዛረባ ዘሎ እዛ ማሕበር እዚኣ ካብቲ ጽቡቕ ኣወንታዊ ናእዳኣን ጎይታ የሱስ ክርስቶስ ዝረኣየላ ጽቡቕ ነገር ግብሪ ነይርዋ፣ ፍቕሪ ነይርዋ እዩ፣ እምነት ነይርዋ፣ ኣገልግሎታ ሙሉእ እዩ፣ መንኮባ ድማ ብትዕግስቲ ሰፊሕ እዩ ነይሩ። እንተኾነ ግን ነቲ ግብራ ካብቲ ቀዳማይ ዳሕራዩ እኳ እንተበዝሐ ኣብ መንጎኣ ግን ኣብ ማእከላ ግን ሓደ ማይ ብሕቑ ተረኺብዋ ኣሎ እዚ ማይ ብሕቑ እዚ ድማ ከዓኒ ነታ ኣብ መንጎኦም ኮይና ኔቢቴ እናበለት ነቶም ኣገልገልቲ ክምንዝሩን ክዝምውን እትምህሮም ዘላ ኤዛቤል ስቕ ኢሎም ብምርኣዮም ረኺቡሎም ኣሎ። ብሓደ ዝእብስ ንብዘሎ ሕጊ ከም ዘፍርስ መጽሓፍ ቅዱስ ከም ዝብለና ብሰንኪ እዛ ነቢቴ እንዳበለት ነቶም ኣገልገልቲ ክምንዝሩ ንጣዖታት ተሰውኦ ንኽበልዑ እትምህሮምን እተስሕቶምን ኤዛቤል ስቕ ኢሎም ብምርኣዮም እግዚኣብሔር ኣምላኽ ኣይተሓጎሰሎምን ነታ ሰበይቲ ካብቲ ምንዝርናኣ ክትምለስ ጎይታ የሱስ ተዛሪብዋ ምስማዕ ምስ ኣቤት ኣነ ኣብ ዓራት ሕማም ከውድቃ እየ ኢሉ ብፍርዲ እቲ ዘንፀባርቕ ኣስራዝ ሊባኖስ ዘለዎ ኣብ እግሩ ነቶም ፀላእቲ ከም ሓምድሪ ርክፅክፅ ዘብሎም ጭፍልቕልቕ ዘብሎም ስብርብር ዘብሎም መፅየ ከይሰበርኩዋ እንከለኹ ንክትናሳሕ ዕድል ሂበያ እንተኾነ ግን ካብቲ ምንዝርንኣ ክትናሳሕ ድሌት የብላን ኢልዋ ድሌት ስለ ዘይብላ ድማ እነሆ ኣነ ኣብ ዓራት ሕማም ከውድቃ እየ ብፍርዲ ክመፃ እየ ነቶም ምስኣ ዝዝምዉ ከዓ ካብቲ ግብሮም እንተዘይተናስሑ ናብቲ ብርቱዕ ጸበባ ከእትዎም እዩ ኢልዎም። ስለዚ ርኡይ እቶም ኣገልገልቲ ክምንዝሩን ንጣዖታት ዝሰውኦ ክበልዑን ትምህርቲ እናመሃረት ተስሕቶም ዝነበረት ኤዛቤል ስቕ ኢሎም ብምርኣዮም እግዚኣብሄር ፈጺሙ ኣይተሓጐሰሎምን። ኣብዚ ኸተማ ኣፖሎ ዝበሃል ናይ ግሪኻውያን ጣዖት ዝነበረ- ዝነበረ መቕደስ ኣሎ። ኣብዚ ከተማ እዚ ብኣፖሎ ዝጽዋዕ እዚ ጣዖት እዚ ብናይ ኣምላኽ ፀሓይ ዝፍለጥ ናይ ፀሓይ ኣምላኽ እዩ ኢሎም እዮም ዝፈልጥዎ ወይ ከዓ ንዘኽብርዎ ነይሮም እቶም ግሪኻውያን ኣምላኽ ትንቢት ድማ እዩ ትንቢት ድማ ከዓ ይንበ እዩ እናበሉ የምልኽዎ ስለ ዝነበሩ ምናልባሽ እዛ ኤዛቤል እትበሃል ናይዚ ጣኦት እዚ ኔብያት ከይኮነት ኣይትተርፍን እያ ዝብል ብዙሕ ሪኢቶታት ኣሎ እዩ እዛ ኤዛቤል እትበሃል ሰበይቲ ስማ ኤዛቤል ምዃኑ ዘይምዃኑን ንፈልጦ መንገዲ የብልና ምናልባሽ ሓንቲ ኣብቲ ሽዑ እዋን ኤግዚስት ዝገበረት ሰበይቲ ድያ ዘይሰበይቲ ድማ ከዓኒ ብዙሕ ንፈልጦ ነገር የብልና ኣምላኽ ብስእላዊ ዝኾነ መንገዲ ድዩ ዝዛረብ ዘሎ ዋላስ ሊትራሊ ኣብኡ ሓንቲ ኤዛቤል እትበሃል ነቶም ኣገልገልቲ ክምንዝሩን ንጣዖት እተሰውአ ክበልዕሉ እትምህሮም እተስሕቶምን ነይራ ድያ? ብዙሕ ኣቲና ንፈልጦ ነገር የለን መጽሓፍ ቅዱስ ድማ ከዓኒ ኪኖዚ ኣይተዛረበናን ኩላና ክንሰማምዓሉ ንኽእል ግን እዛ ኤዛቤል እዚኣ ኣብ ቀዳማይ ነገስት ኣብ ካልኣይ ዜና መዋዕል እንረኽባ ሰበይቲ ኣክኣብ ትበሃል ሰበይቲ ግን ከም ዝነበረት መጽሓፍ ቅዱስ ግን ብንጹር ይዛረበና እዩ እዛ ኤዛቤል እዚኣ ንኣክኣብ ሰበይቱ እያ ካብ ሴዶን ዝመፀት ኣህዛብ እያ ንኣምላኽ እስራኤል ዘይተምልኽ ሰበይቲ እያ እንተኾነ ግን ንሓደ ንኣምላኽ እስራኤል ዘምልኽ ንጉስ ግን ተመሪዑ ናብ ቤት መቕደስ ኣምላኽ ወይ ድማ ናብቲ ንግስነት ናይ ዳዊት ኣምፅኡ ኣሎ ስለዚ ኩልና ክንሰማማዓሉ ንኽእል ነገር እንተ ደኣ ሃልዩ እቲ ብድሕሪ እዛ ሰበይቲ እዚኣ ኮይኑ ንውጣዋታት ተሰውአ ክበልዑን ክምንዝሩን ትምህሮም ሓደ መንፈስ ናይ ፀላኣ ምዃኑ ግን ኩላና ንሰማማዓሉ ኢና ከምቲ ንደቂ እስራኤል ካብ እግዚኣብሔር ዓልያ ምስ ኣክኣብ ኮይና ካብ እግዚኣብሔር ዓልያ ንበዓል ዝበሃል ክትዓጥንን ክትስውእን ንደቂ እስራኤል መስሓቲ መንደልሃፂ መንሸራተቲ ዝኾነቶም ኣብዚ እዋን እዚ እውን እቲ መንፈስ ነዞም ኣብ ትያትራ ዘለዉ ቅዱሳን ናይ እግዚኣብሔር ካብቲ እሙን ቃልን ካብቲ ጥዑይ ዝኾነ ትምህርትን ከዝብልዎምን ከስሕትዎምን ምስ እግዚኣብሔር ከባእስዎምን ንሪኦ ኣለና እቲ መንፈስ ማለት እዩ ፅቡቅ ነገር ኣለዎ እዚ ማሕበር እዚ ዝተናዕደ ማሕበር እዩ ግብሪ ነይርዎ እዩ ፍቕሪ ኣለዎ፣ እምነት ምሉእ እዩ፣ ኣገልግሎቱ ይፍጽም እዩ፣ ትዕግስቱ ድማ ኸኣ ሰፊሕ እዩ። ነቲ ግብሪ እውን ካብቲ ቀዳማዩ ዳሕራዩ ኣዝዩ በዚሑ ኣዝዩ ዛይዱ በዚ ነገር እዚ ናይ ብሓቂ እግዚኣብሔር ንኢድዎ ናይ ብሓቂ እግዚኣብሔር ተሓጒስሉ ናይዚ ኩሉ ጽቡቕ ነገሩ ግን ግናኸ ዝብል መስተጻምር ኣካቲቱ ግን ንኹሉ ነቲ ጽቡቖም ኣርባዕተ ጽቡቕ ነገራቶም ኣፍሪሱ ነታ ነቢት እየ እናበለት ኣክንዲ ብጥዑይ ብሕሙም ዝኾነ መንገዲ ትመርሖም ዘላ ነቶም ኣገልገልቲ ትመርሖም ዘላ ግን ትም ኢልካ ብምርኣይካ ስቕ ኢልካ ብምርኣይካ እዚ ረኺበልካ ኣለኹ ስለምንታይ እዩ እግዚኣብሄር ነቲ ብዙሕ ፅቡቕ ነገሩ በዛ ሓንቲ ነገር እዚኣ ኣፍሪስሉ እንትና ኢላ እናፈለጠ ከም ዘይፈለጠ ኮይኑ ኣጽቂጡ ርእሱ ኣድኒኑ ዓይኑ ዓሚቱ እንታይ ገዲሽኒ ኢሉ ይኸይድ ስለ ዝነበረ እግዚኣብሔር ተዛሪብዎም ኣሰሚዕሎም ዘይተሓጎሰሎምን ድማ ከዓ በዚ ምክንያት እዚ ነዚ እንተ ደኣ ጌርካ ካልእ ካባኻ ዝፅበዮ ነገር የብለይ ምናልባሽ ኣነ ልብን ኮላሊትን ዝምርምር ኣምላኽ ምዃነይ ብዘለዋ ማሕበራት ይፈልጣ እየ እቶም ኣብ ትያትራ ዘለኹም ቅዱሳን ናይ ናይ ናይ ናይ ጎይታ የሱስ ክርስቶስ ቅዱሳን ንዓይ ጥራይ ብምፍላጥኩም እኹል እዩ ነቲ ንሳቶም ማዕሙቕ ሰይጣን እዩ ንፍሓሮ ንማዕሙቕ ሰይጣን ንፍለጦ ንምርምሮ ኢሎም ዝኾኑ ዘለዉ ወይ ርእሶም ከምኡ ገይሮም ዘግዝኡ ዘለዉ ክንደኦም ክትኸይድ ኣየድልየካን እዚ ምህሮ እዚ ንዘይብልኩም በዚ ምህሮ እዚ ንዘይተለኸፍኩም፣ በዚ ነገር እዚ ንዘይትተሓዙ፣ ንዓኻትኩም ካልእ ጾር ኣነ ኣይጽረኩምኒ፣ ናብኡ ኺዱ እውን ከም ዝፍለጥ እውን ኣይብለኩምኒ። እቲ በጺሕኹሞ ዘለኹም ክሳዕታ ዝመጽእ ኣጽኒዕኹም ጥራይ ሓዝዎ። ነቲ ከምዚ ገይሩ ስግዓቲ መወዳእታ ናብ ምስዓር ዝበጽሕ ሰብ ስግዓ መወዳእታ ንግብረይ እንታይ ዝገብር ንግብረይ ዝሕሉን ከምቲ ኣነ ኣብ ኣቦይ ዝተቐበልክዎ ኣብ ልዕሊ እቶም ኣህዛብ ከሰልጡነየ ኢሉ ስልጣን ክህቦም ምዃኑ ከም ኣቕሓ መሬት ድማ ከዓኒ ንጸላእቶም ክሰባብሩ ከም ዝኽእሉ ብበትሪ ሓጺን ገይሮም ዝጓሲሉ ናይ ስሙ ስልጣን ከም ዝህቦም ተስፋ እትወሎም ኣሎ እዛ ከተማ እዚኣ ብሓፂን ምፍራይ እትፍለጥ ከተማ እያ ምናልባሽ ከምቲ ዝሓለፈ ትምህርትታትና እተዛረብናዮም እቲ መልኣኽ ነተን ማሕበራት ክዛረበን እንከሎ በቲ ድሕሪ ባይተአን እውን ከም እተዛረበን ድሕሪ ባይተአን ንባዕሉ መልእኽቲ ከም ዘለዎ ተዛሪበ ነይረ። ስለዚ እዚ ካብዛ ከተማ እዚኣ ዝወፅእ ሓፂን ሓፂን ኣብ መፅሓፍ ቅዱስ ሓፂን ኣስራዚ ናይ ፍርዲ ምልክት እዩ ተጋሩ ከም እስራዚ ኣብ ሓጋዶ ዝረሰነ ይመስል ኢሉ ዮሃንስ ንጎይታ የሱስ ክርስቶስ ከፋልጠና እንከሎ ኣብ ቀዳማይ ምዕራፍ ርኢናዮ ኣለና። እታ ኣብኡ ዝረኣናያ ገጸ ባህርያት ናይ ጎይታ የሱስ ክርስቶስ ድማ ኣብተን ዝቕጽላ ሸውዓተ ማሕበራት ድማ ከኣኒ ንዓኣተን ከም ዝገልጽን ንዓኣተን ከም እተጠቐመሉን እቲ ባህሪኡ ድማ ከዓ ነቲ ባህሪኡሲ ኣብአን ክገብሮ ዝደለየ ነገር ዝገልጽ ምዃኑ ከዓ ተዛሪበ ነይረ ማለት እዩ ስለዚ ብፍርዲ ክመጽእ ምዃኑ ናብዛ ማሕበር እዚኣ እኳ ደኣ ነቶም ዘይተ ነቶም ካብቲ ናይ ኤዛቤል ምህሮ ዘይተመለሱ ንጣዖት ክስዋዕ ክበልዑ ናብዚ ትምህርቲ እዚ ዝወደቑ ሰባት ናብ ብርቱዕ ጸበባ ውጪስ ናብቲ ማንም ከድሕነካ ዘይክእል ኣዝዩ መሪር ዝኾነ ጸበባ የሕሊፈ ክህቦም የብል ኣሎ እዚ ፀበባ እዚ ፀበባ ናይ ያዕቆብ እዩ እዚ ፀበባ እዚ ፀበባ ናይ እስራኤል እዩ ካብ ኢድ ጎይታ ምሉቕ ኢሎም ናብ ፀባ እዚ ክትኣትዉ ይኹምብሎም ኣሎ ኣብቲ ብርቱዕ ጸባ ተሕሊፈ ክበኩም እየ እንተ ደኣ ካብ ምንዝርና ናይ ኤዛቤል ዘይትመሃሩ ኾንኩም ዘይትምለሱ ኾንኩም ዘይትናስሑ እንተ ደኣ ኾንኩም እብሎም ኣሎ ኤዛቤል ስልማታ ተሸሊማ ንህዝቢ ኣምላኽ ብዘብለጭልጭ ትዕቢት ንብረት ናይዚ ምድሪ እዚ እተስሕት ሎሚ ኣብ ሜዳታት ወፅያ ንብዙሓት መንእሰያት ጠልፍ ዘላ ንብዙሓት ጎራዙ ኣብ መንገዲ ኮይና መዐንቀፍ ኮይና ዘላ ሕሱም ናይ ፀላእ መንፈስ እዩ ሕሱም ካብ መንግስቲ ኣምላኽ ከትርፈና ላዕልን ታሕትን እናበለ ዝፃባኣና ዘሎ መንፈስ እዩ ስለዚ ክርስቶስ ነዛ ቤተ ክርስቲያን እዚኣ እቲ ዝህቦ ዘሎ ናዕዳ ኣብቲ እቲ ግብራን እምነታን ኣገልግሎታን ትዕግስታን ከም ዝበዝሐ ካብቲ ቀዳማይ ግብራ እቲ ዳሕራይ ግብራ ድማ ከዓ ኣዝዩ ከም ዝዛየደ ኣዳዕዲዕላ ኣሎ እንተኾነ ግን እዛ ማሕበር እዚኣ ሓደ ነገር ረኺብላ ኣሎ ዝብለኩም ዘለኹ እዛ ሕማቕ እክት ዝኾነ ሰበይቲ ኤዛቤል ትበሃል ርእሳ ነብየ ትብል ኣብ ቤተ ክርስቲያን ተቐሚጣ ምህሮ ትምህር ኣብ ቤተ ክርስቲያን ተቐሚጣ ሕጊ ተውፅእ ኣብ ቤተ ክርስቲያን ተቐሚጣ ንኣገልገልቲ እተስሕት ኣብ ቤተ ክርስቲያን እትህሉ እቲ ዕናዊ ዝኾነ ትምህርታ እትምህር በብቲ ፍቓድ ትምህርታ ድማ ከዓኒ ነታ ቤተ ክርስቲያን እትመርሕ ነገልገልቲ እተመንዝር እተስሕት ነዚ ነገር እዚ ሕራ ኢልካ እሺ ኢልካ ምፍቃድካ እዚ ረኺበልካ ኣለኹ ኢሉ እዚ እቲ ሕማቕ ዝኾነ ትምህርቲ ናይዚ ናይዚ ለሉሚ ዘለናዮ ዘመን እዩ ንጣዖት ተሰውዐ ነገር ምብላዕሲ ምህሮ ኣጋንንቲ እዩ ጣዖት ገለ ግዛዕ ከም ዘይብሎም ኣብ መጽሓፍ ቅዱስ ዋላ እውን እኳ እንተተዛረበና ግን ካብ ጣዖት ክንሕለንን ካብ ሕሉቕ ድማ ከዓኒ ርእስና ክንገትእንሲ መንፈስ ቅዱስ ብኣፍ ያእቆብ ገይሩ ኣብ ግብሪ ሃዋርያት ምዕራፍ ዓሰርተ ሸሞንተ ብዓሰርተ ሓሙሽተ ኣብቲ ቀዳማይ ጉባኤኦም ነቶም ጎይታ የሱስ ተቐቢሎም ካብ ኣህዛብ ናብ ክርስትና ዝመፁ ትክክለኛ ዝኾነ ናይ እግዚኣብሔር መልእኽቲ ኣሕሊፎምሎም እዮም ስለዚ ኤዛቤል ርስሓት እትልእኽ ኣብ ቤተ ክርስቲያን ርስሓት እትልእኽ ጎዱፍ ጓሓፍ ዝኾነ ትምህርቲ እትቕልብ ሕስምቲ ንቤተ ክርስቲያን ዓንቃፊት ዝኾነት መንፈስ እዩ እዛ ሰበይቲ እዚኣ ከምዚ ክብለኩም ፅናሕኹ መን እያ ዝብል ሕቶ ክለዓል ናይ ግድድ እኳ እንተኾነ እዛ ሰበይቲ እዚኣ ርእሳ ከም ኣገልጋሊት ኣምላኽ ኣምሲላ እትቆርፅ እትቀርፃ ሰበይቲ እያ ኣገልጋሊት እያ ከምዚ ክብለኩም ፅናዕኹ ሰብኡት ክኾኑ ክእሉ ኣንስቱ ክኾና ክእላ ዋት ኤቨር ኣብ ሰብኣይ ይኹን ኣብ ሰበይቲ ይኹን እቲ ብድሕሪኦም ዘሎ ዝዓይ ዘሎ መንፈስ እዩ ንዓና ዘገድሰና ግን ኣገልገልቲ እየ ዝብሉ እዮም ኣገልገልቲ ኢና ዝብላ እየን መፅሓፍ ቅዱስ ዝግንፅላ ቃል እግዚኣብሔር ዝዛረባ ዘምስል የሱስ ክርስቶስ ጎይታ እዩ ዝብላ እንተኾነ ግን ኣብቲ ውሽጦም ሕንዚ መንደሊቶ ዘለዎም ዝዕንቅፉ ዘውድቑ ንሕስያ ዘይብሎም ናብ ሲኦል ዝሸሙ ምህሮ ኣጋንንቲ ዘለዎም ኣገልገልቲ እዮም ስለዛ ሰበይቲ እዚኣ ወይ ድማ እሞ እዛ ሰበይቲ እዚኣ ኣብቲ ቤተ ክርስቲያን ኣዝዩ ዓቢ ዝኾነ ጽልዋ ከም ዝነበራ ኢና ንዕዘብ ንኹሎም ጸልያቶም ነቶም ኣገልገልቲ ጽልዋ ነይርዋ እዩ እቲ ጽልዋኣ ብምንታይ ንዕዘቦ ነቶም ኣገልገልቲ ኣመንዚራቶም እያ ኣስሒታቶም እያ ዘረባኣ ተሰሚዑ'ዩ። ዘረባኣ ተሰሚዑ፣ መውራኣ ተሰሚዑ፣ ኣብ ግብሪ ክውዕል ጀሚሩ'ዩ። ስለዚ መምሰሊት ዝኾነት ሰበይቲ ስለ ዝኾነት ከምቲ ንኣክኣብ ኣብ ቀዳማይ ነገስ ምዕራፍ ዓሰርተ ሽዱሽተ ኣብ ካልኣይ ዜና መዋዕል ምዕራፍ ዕስራን ሓደን እንረኸቦ ታሪኽ ንኣ ከኣብ ትድርኾ ንኣ ከኣብ ተስሕቶ ንኣ ከኣብ ድማ ከዓ ናብ ህጉም ተእትዎ ዝነበረት ልክዕ እዚ መንፈስ እዚ ኣብዛ ማሕበር ትያትራ ዘሎ ድማ ከዓኒ ከምኡ እዩ ነቶም ጥዑይ ዝኾነ ትምህርቲ ዝምህሩ ጥዑይ ስነ ሓሳብ ዘለዎም ሰባት ካብ ተሓዲዶም ነቕነቕ ኣቢሉ ኣውፅዩ ብክእለት ዘረባኣን ብዓብላሊ ዝኾነ መንፈሳዊ ዝኾነ ተፅዕኖኣን ጌራ ነቶም ኣገልገልቲ ክምንዝሩን ካብ እግዚኣብሔር ክስሕቱን ትገብሮም መንፈስ እያ እታ ኣብ ብሉይ ኪዳን እንረኽባ እንሪእ እንፈልጣ ኤዛቤል ንበዓል ኣስታቴር ፅቡቅ ጌራ እተገልግል ኣዝያ ብደንቕ ዝኾነ ዕጣን ዓጢና ሸሞንተ ሚእትን ሓምሳን ነቢያት ተኸቢባ ንኣስታቴር ንበዓል እትሰግድ ዝነበረት ሰበይቲ እያ ኣብቲ ናይ ንጉስ ስፍራ ናይ እግዚኣብሔር ዝፋን ኣትያ ማለት እዩ። ኣብቲ ቤተ መንግስቲ ኣትያ ኣምላኽ ዝኽል- ዝ- ዝምለኸሉ ቦታ ዝፋን ዳዊት ኣብኡ ኣትያ ነዞም ሸሞንተ ሚእትን ሓምሳን ነቢያታ ኣብዚ ዝፋን እዚ ምፅያ ነቲ ሓቀኛ ዝኾነ ኣምላኽ እስራኤል ካብ ቦትኡ ለቒቓ በይና ክትብሕቶ ርኢናያ ኣለና። ኤዛቤል ብኣክኣብ ተሓጊዛ ንበዓል ኣምላኽ ኣምላኽ ሰድናውያን ንኸምልኹ ንእስራኤል ዓብዪ ተራ ተፃወተ ሰበይቲ እያ ልክዕ ከምዞም ኣብዚ ምድሪ ኣብዛ ትያትራ ዝበሃል ቤተ ክርስቲያን ነቶም ኣገልገልቲ ዝሓተቶም እታ ኣብ ብሉይ ኪዳን ዝነበረት ኤዛቤል ድማ ብኣክኣብ ተሓጊዛ ንበዓል ንበዓል ኣስታቴር ኣማልኽቲ ሲዶናውያን ንኸምልኹ ንደቂ እስራኤል ምኽንያት ዝኾነቶም ሰበይቲ እያ ንመርገም ዝኾነቶም ሰበይቲ እያ ስለዚ ብሩኻት ኣሕዋት ባህሪ ናይዛ ሰበይቲ እዚኣ ባህሪ ናይዚ መንፈስ እዚ ብሕልፊ ድማ ከ ኣብዚ መንፈስ ኣብዚ ማሕበር እዚ ብኸመይ ይዓይን ኣብዚ እዋን እዚ ከኒ ብኸመይ ንዓይ ንዓኻትኩምን ከኒ ክበኣሰናን ካብቲ ሓሳብ እግዚኣብሔር ከውድቐናን ይፍትን ንዝብል ሕቶ ኣብ ዝቕፅል ዘሎ ክፋላት ከቕርበልኩም ክፍትነ ስጋዕ ሽዑ ግና ናይ እግዚኣብሔር ጸጋን ምሕረትን ምሳኻትኩም ክኸውን ይምነየልኩም። እግዚኣብሔር ይባርኽኩምን ይሓልኹምን። ጸጋ እግዚኣብሔር ኣምላኽ ድማ ከኣ ኣብ መንፈስኩም ይኹን። ሰላም ቅነ።